ሰላም ክቡራት ተኸታተልቲ መደብ ኣሰር ዩቲዩብ ቻናልና ሎማዓንቲ ሒዘልኩም መፅኤ ዘለኹ ብዛዕባ ክሮማቲክ ስኬል እዩ ክሮማቲክ ስኬል ክሮማቲክ ስኬል ክሮማቲክ ስኬል ማለት እህ ዓሰርተ ክልተ ዝበዝሖም ፍርቂ ድምፂ ማለት እዩ። ፍርቂ ድምፂ ድምፂ ሙዚቃ ዝሓዘ እዩ ዝሓዘ እዩ ማለት እዩ። ሙዚቃዊ ዝኾነ ማለት እዩ። ድምፂ ትባል ተሎ ናይ መኪና ድምፂ እውን ድምፂ እዩ። ሶ ሙዚቃዊ ድምፂ ዝኾነ ማለት እዩ። ስለዚ ኮሰርተ ክልተ ፍርቂ ፍርቂ ድምፂ ዝሓዘ ስኬል እዩ ማለት እዩ። ንኣብነት ሲ ኢልና ክንጅምር ኢና። ግን ክሮማቲክ ስኬል ትበሃል ከሎ ትኸይድ ከሎ ኣሰንዲንግ ዲሰንዲንግ ኣለዎ። ኣሰንዲንግ ዲሰንዲንግ ማለት ትኸድ ከሎን ትወርድ ተሎን ማለት ትድይብ ከሎን ትወርድ ተሎን ማለት ትድይብ ተሎ እቶም ዝውሰኹ ኖታት ሻርፕ ንብሎም ትምለስ ተለው እንደገና ብፍላይ ትፅውዑ ማለት ስለዚ ክልተ ሽም ኣለዎም ማለት እዩ። ክልተ ሽም ኣለዎም ኢንሃርሜኒክሜ መ ካሊእ ትቐፅል ኣብ ሞኽሺ ስም ኣለዎም ማለት እዩ ስለዚ ንሲስ ካሊእ ሽም ኣለዋ ማለት እዩ ከዚ ግን ንዚኤን ቅድሚ ፃሓፍና እዞም ሲምቦል እዚኣቶም ክትፈልጦም ይግባእ እዚ ሻርፕ ይበሃል ፍርቂ ድምፂ የወስኽ እዚ ፍላት ይበሃል ፍርቂ ድምፂ እ የቐንስ እዚ ፕላስ እዚ ማይነስ እሺ ስለዚ ፍርቂ ድምፂ ይውስኽ ፍርቂ ድምፂ ይቐንስ ማለት እዩ እዚኣ ክትሕዙ ኣለኩም ሕዚ ክሮማ ስኬል ተኸትለና ብዚኣ ኢና ክንኸድ እዚአን ድሕር ተረዲእና ኣብ ቀፃሊ ዘሎ ሜጀር ስኬላት ናይዚ ሜጀር ስኬል ፎርሙላ ክባሃኩም ከሎ ብልክዕ ትሰርሕዎ ኣለኹም ማለት እዩ። ሕዚ ሲ እና ካብ ሲ ዓሰርተ ክልተ ፍርቂ ድምፂ ክውስኽ ከለና ሲ እና ሲ ሻርፕ ጃዝ ሃርፕ ንገብር ኣለና ማለት እዩ። ካብ ምክንያት ካብ ሲ ናብ ሲ ሻርፕ ፍርቂ ድምፂ ማለት እዩ። ካብ ናብ ማለት እዩ። ካብኡ ካብ ሲ ሻርፕ ፍርቂ ተኸተልና መን ይረ- ምረብ ንረክብ ዲ ንረክብ ዲ ፍርቂ ድምፂ እናመፅኣና ኢና ካብኡ ካብ ዲ ላብዚ ፍርቂ ተኸድ ከለና እንታይ ንመፅእ ዲ ሀ ሻርፕ ፍርቂ ተወሰኽት ኣላ ሻርፕ እዚኦም ተወሰኸት እዮም ካብኡ ዲ ሻርፕ ኢልና መን ይመፅእ ኢ ይመፅእ ኢ ይመፅእ ካብ ኢ ፍርቂ ትወስኽ ከተለና ምክንያቱ ሻርፕ ላወልኻዮ ምክድ ስለዚ ክሮማቲክ ስኬል ኣብ ስታብ ጸሓፍ ተሎ ካሊ መልክዕ ክልዮ ግን ክርደኩም ምእንቲ ኢልና ኢሻርፕ ኢና ልን ኢሻርፕ ማለት ኢሻርፕ ማለት መን መስልኩም ኤፍ ማለት እዩ ኤፍ ማለት እዩ ኤፍ ማለት ስለዚ ኣብ ሻርፕ ኢ ሻርፕ ልበሃል ሜጀር ስኬል ኣብ ሜጀር ስኬል ተኣትልና ዳሕራይ ኢ ሻርፕ ልበሃል ሜጀር ስኬል ግን የለይ ክሮማቲክ ሕጊ ከማል ክበሃል ተባሂሉ ኢ ሻርፕ መፅዩኒ ማለት ካብ ኢስ ፍርቂ ክድ ኢለዎ ኢ ሻርፕ ኢ ሻርፕ ማለት ኤፍ ማለት እዩ ብኤፍ ግን ሜጀር ስኬል ኣሎ እዩ ማለት እዩ ካብኡ ካብ ኢ ሻርፕ ፍርቂ ትኸድ ከለና መን ይመፅእ ኤፍ ሻርፕ ኤፍ ሻርፕ ይመፅእ ማለት እዩ

የለን እሺ ዶ ኣብኡ ተለኹ እግረ መንገደይ ይነግረኩም ዘለኹ ማለት እዩ ካብ ኤሻት ፍርቂ ትኸድ ከለና መን ይመፅእ ቢ ይመፅእ ካብ ቢ ፍርቂ ክንኸድ ከለና መን ይመፅእ ብኣንፃር ሕጊ ካብ ቢ ካብ ቢ ኣብ መጀር ስኬል ንመፅ ካብ ቢ ናብ ሲ ፍርቂ ድምፂ እዩ እሺ ፍርቂ ድምፂ እዩ ኣብቲ መጀመርያ ጀመርናዮ ካብ ኢ ናብ ኤፍ እንደገና ፍርቂ ድምፂ እዩ ግን ብናይ ክሮማቲክ ሕጊ ተኸተልና ካብ ቢ ናብ ሲ እዚኣ ቢ ቢሻርፕ ትበሃል ተላ ቢሻርፕ ክንብላ ኢና ከዚ ቢሻርፕ ማለት ሲ ምዃኑ ክትፈልጥዎ ተለኹም ማለት ፍርቂ ድፋይን ትብሉ ተለኹም ብደንብ ክርደእኩም ኣሎ ማለት ድፋይን ትገብሩ ተለኹም ላተረደእኩም ክኸደ ኣለዎ ካብኡ ቢና ቢሻርፕ እያ ቢሻርፕ ማለት መን እዩ ብራቮ ሲ ማለት እያ እዛ ሲ ንብል ኣለና ማለት እዩ ሲ ማለት እያ ምክንያቱም ብክሮማት ሕክዲ ፍርቂ ቢልካ ቢሻርፕ በሎ እንዲል ቢሻርፕ ማለት ሲ እዩ ግን ቢሻርፕ ዝበሃል እንደገና እታ ሜጀር ስኬል እንደገና የለን ቢሻርፕ ዝበሃል ሜጀር ስኬል የለን ቢሻርፕ ዝበሃል ሜጀር ስኬል የለን ስለዚ ኣብ ሲ ትበፂሕና ኣለና ካብ ሲ ተበጊስና ኣብ ሲደን ነይራ እዛ ካብሲ ተበጊስና ከድና ከድና ከድና ከድና ከድና እዛ ቢሻር ዝበናያ ኣቢ ወዲእና ማለት እዩ ስለዚ ክንደይ ኣለዋ ትቁፀር ከላ ሓደ ክልተ ሰለስተ ኣርባዕተ ሓሙሽተ ሽዱሽተ ሸውዓተ ሸሞንተ ትሽዓተ ዓሰርተ ዓሰርተ ሓደ ዓሰርተ ክልተ ማለት እዩ ካብዚ ናብዚ ዓሰርተ ክልተ ስለ እዚኣስ ካብዚ ናብዚ ዓሰርተ ክልተ ዓሰርተ ክልተ ፍርቂ ድምፂ ክንኸድ ከለና ኣሰኒ ሰሪሕና ኣለና ክንምለስ ከለና እንደገና ፍርቂ ብምንታይ ኢና ንፅውዖም ፍላት እናበልና ኢና ንፅውዖም ስለዚ ሲና ንጅምር ኣብዚ ማለት እዩ ሲ ማለት ቢ ሻርፕ ትዓቶ ሸብ ፍርቂ ድምፂ ናብዚ ክንመፅእ ከለና ንድሕሪ ትንመስ ከለና ሲ ፍላት ብዙና ዝፅውዖሮ ሲ ፍላት ማለት ዶ ፍላት ማለት እዩ ሲ ፍላት ትበሃል ተሎ ግን መን ማለት እዩ ቢ ማለት እዩ ኣብ ስታፍ ግን ኻሊእ ይፅባዕ እዚኣ ማለት ቢ ማለት እያ ቢ ማለት እያ ካብኡ ናብዚ ፍርቂ ትኸድ ከለና ቢ ፍላት ትመጽእ ትክክለኛ ሽማ ትሕዝላዊ ሲ ቢፍላት ማለት መን ማለት እዩ ኤሻርፕ ማለት እዩ ስለዚ ኤሻርፕ ዓንቶ ሜጀር ስኬል ይለኪ ሓቂያ ነይረ የለን ብመን ይውከል ብቢፍላት ሜጀር ስኬል ይውከል ማለት እዩ ቢፍላት ኢልና ኤ ይመፅእ ማለት እዩ ካብዚ ናብዚ ፍርቂ መፂና ኤና ኤ ፍላት ኤፍላት ዝበሃል መጀር ስኬል እኒኦ እዩ። ኤፍላት ማለት ጂሻርፕ ማለት እዩ። ጂሻርፕለ መጀር ስኬል ኣሎ እዩ፣ ኤፍላትለ መጀር ግን ሓደ እዮም ክልቲኦም ሓደ እዮም። ሓደ ዓይነት ክኢና ንኽእል ኣብ መጀር ስኬል ድሓር ስለ ነብራህሮ ጸገም የለን። ካብኡ ኤፍላትና ጂ መጽ ጂ እና ሀ ጂ ፍላት ጂ ፍላት ማለት ኤፍ ሻርፕ ማለት እዩ። ኤፍ ሻርፕ ሜጀር ኣሎ እዩ ጂ ፍላት እንደገና ሜጀር ኣሎ እዩ። ጂ ፍላት እና መን ይመጽ ኤፍ ኤፍ ሜጀር ስኬል ኤፍ ዝበሃል ሜጀር ኣሎ እዩ። ካብ ካብ ናብ ኢና ንመጽእ ኣለና ካብ ናብ ዓሰርተ ከይትርስዖ እዚኣ ኤፍ ማለት ያው ኣብዚ ግን ብምንታይ እዩ ተወኪሉ ኣብ ሻርፕ ትኸት ከሎ ብ ኢ ሻርፕ እዩ ተባሂሉ ንኤፍስ ኤፍ ኢ ሻርፕ እዩ ናይና ብክሮማቲክ ሕጊ ኣሰንዲ ብኣሰንዲንግ ማለት እዩ ኢ ሻርፕ ሃይ ሜጀር ስኬል የለ ምክንያቱ ብ ኢ ሻርፕ ኢና ጀሚርና ኣይንውድኦን ምክንያቱም ሜጀር ስኬል ስለሌለ ኣየማልእ እቲ ሕጊ ስለ ዘየማልእ ግን ብናይ ክሮማቲክ ሕጊ ግን ኢ ሻርፕ ማለት ኤፍ ምዃኑ ክትፈልጡ ይግበኩም ማለት እዩ ኤፍ መፂና ካብ ኤፍ ፍርቂ ትቐንስ ከለና ፍላት ክንገብር ተለና ኤፍ ፍላት እንድያ ትመጽእ። ኤፍ ፍላት ማለት ኤፍ ፍላት ትበሃል መጀር የለይ ግን መን ማለት እዩ ኢ ንበሃል ደልዩ ማለት እዩ ኢ ኢ ንበሃል ደልዩ ስለዚ ኢ ሜጀር ስኬል ኣሎ እዩ ኤፍ ፍላት ዝበሃል የለ ከምዚ ዓንተዎ እዚኣ ኢ እና ኤ ሻርፕ ለናያ እቶም ካልኦት ንፀዋዕናዮ ማለት እዩ ስለዚ ኣሰንዲክ ትመፅእ ተለና ብፍላት ላና ክንመፅእ ስለ ዝግበአና እዩ ካብኡ ኤፍ ፍላት ኢልና ናብዚ ፍርቂ ትመጽእ ከለና ማለት እዩ እንታይ እያ ትመጽእ ኢ ፍላት እያ ትመጽእ ኢ ፍላት ኢ ፍላት ኢ ፍላት ኢ ፍላት ማለት መን ማለት እዩ ዲ ዲ ዲ ሻርፕ ማለት እዩ ዲ ሻርፕ ዲ ሻርፕ በሃል ሜጀር ስኬል ዓንቶ የለን ኔርና ማለት እዩ የለይ ዲ ሻርፕ ላይ ሜጀር ስኬል የለ በመን ግን ይውከል ብኢ ፍላት ብኢ ፍላት ሜጀር ስኬል ጽዋዕ ማለት እዩ ስለዚ ክትፈልጥዎ መብዛሕትኦም ድሻር ገለ ገይርሉ እዮም ግን ጌጋ እዩ ሞር ጌጋ እዩ ብጣዕሚ ካብኡ እንደገና እንታይ ትመፅእ ኢፍላቲና ዲ ትመፅእ ካብኡ ካብ ዲ ፍርቂ ተኸተልና ዲ ፍላት ትመፅእ ዲ ፍላት ማለት መን እዩ ዶሻር ማለት እዩ

ላና ናቀነስና ናቀነስና ናቀነስና ናቀነስና ኢን ሃርመይኪ ኒዮም ናጸዋዕና ኣብ ሲ ወዲና ማለት እዩ ስለዚ እዚኦም ክሮማቲክ ስኬል ማለት ዓሰርተ ክልተ ፍርቂ እዚኦም ተፈሊጥና ኢና ሜጀር ስኬል ዝሰርሕ ተለና ፍርቂ ቀንስ ሙሉእ ንዓ እዞም ኢንተርቫላት ርሕቐት ናይቶም ድምፂ ክንፈልጥ እንተ ደሊና እዞም ኣብዚ ዘለዉ ርሕቐቶም ካብ ናብ ዝሉ ርሕቐቶም ክንፈልጥ ይግበእና ማለት እዩ ካብ ኣለዉ ማለት ቢሻርፕ ከዚ ብክሮማት ሕግል ከማል እምቤ ቢሻርፕ ዝበሃል ሜጀር ስኬል የለን ቢሻርፕ ማለት ኢን ሃርመኒክ ኔሙ ሲ ማለት ሲል በሃል ግን ሜጀር ስኬል ኣሎ ማለት ኣባወራ እዩ ወይ እንደገና በዓል ቤት እዩ ሲፍላት ወይ እንደገና እዚ ዶፍላት ዝበሃል የለ ዶፍላት ዝበሃል ሜጀር ስኬል የለ ሲፍላት ኣሎ እዩ እዚኦም ክልቲኦም ስለ ዘዋጡጡ እዮም ኣሽማቶም ሲፍላት ማለት ቢ ማለት እያ ማነ ዶብ ፍላት ማለት እያ ብ ማለት እያ ከምኡ ኣሎ እዞም ዓንቱ ዝፅዋዓዮም ኢሻርት ማለት ኤፍ ማለት እዚኦም ክትፈልጡ ግን ክትርሰዑልኩምን ላይክ ሸር ኮመንት ግበሩ ካብኡ እዚኦም ብናይ ብስታፍ ፅሕፈልኩም እየ ላብ ስታፍ ክንኣቲና ማለት ብስታፍ ገይርና ግና ክርደኩም ብስታፍ ላብ ስታፍ ዝፀሓፍ ከሎ ካሊእ መልክዕ ይሕዝ ማለት እዩ ስታፍ ትፈልጡ ክርደኩም ንኽእል እዚ ዓንተዎ ጸሓፍዎ ኣብ ስታፍ ዘይትፈልጡ ማለት ብስታፍ ምናምን ዘይትፈልጡ ሰባት ክትፈልጥዎ እዩ ሕዚ ግን ስታፍ እቲ ናይ መጀመርያ ልሰን እውን ብዛዕባ ስታፍ ስለለቐኩ ኣብኡ ክትመሃሩ ትኽእሉ ኢኹም ትፈልጡ ሰባት ግን ያው ሲ ሜጀር ሀዚ ካብ ሲ ኢና ጀሚርና ሲ ካብኡ ፍርቂ ትውስኸ ተሎ ሲ ሲሻርፕ ኣብዛ መስመር እያ ኣብዛ መስመር በዓላ ካብኡ ኢና ኢሻርፕ ማለት መን እያ ኤፍ ማለት እያ ተዓንቶ ተዓንቶ ኣብዚኣ ዝነበረት ማለት እዩ ኢሻርፕ ኢልዎ ከይድ ሓቂ ዓንቶ እዚኣ ኢሻርፕ ኢሻርፕ ማለት ኤፍ ማለት ኢለኩም ነይሩ ስለዚ ኣብዚ መፅኡ ኣብ ስታፍ

ናይ ኤፍለሎ ፍርቂ ድምፂ እዩ። ካብቢ ናብ ሲለሎ ፍርቂ ድምፂ እዩ። እዚኦም ፍርቂ ድምፂ ስሉ ባዕሎም ሰለካተቱ ሻርፕ ገለ ተፀውዑ ሚኒንግ የብሎም ልክ ንቲ ሕጊ ትኸት ከለው ክምለሱ ከለው ክማላእ ስለ ዝግበኦ እዩ። ስለዚ እዚኣ ማለት ነገር እዛ ስታፍፅያ ኤፍ እያ። ካብ ኤፍ ላብ ሚ ፍርቂ ስለኾነ ካብ ማእተላ ፍርቂ ከይዳላ ካብኡ እንታይ ዝመፅእ ዲ

ክድይብ ከሎ ሬዶ ዶሻፕ ሬ ሬሻፕ ላለ ስታፍ ትፈልጡ ሰባት ብደንቢ ይርደኩም እዩ ስታፍ እዚ ኣብ ጂ ክለፍ እዩ ኣብ መፍትሕ ጂ ክለፍ እዩ ኣብ ኤፍ ክለፍ እውን ብኡ ልክዕ ያው ስለ ተማርኹም እቲ ናይ ኔም ስታፍ ኔም ናይ ስታፍ ስለ ተማርኹም ብዙ መልክዕ ያው ክሮማቲክ ስኬል ሕፅር በለ መልክዑ ዝመስል እቶም ኢንሓረመ ኒክኔም ዘረኹብኩም እሳቶም ብደንብ ጌርኩም ድፋይን ጎርዎም ኢሜልና ኣቲኹም ኮመንት ወይ ለለኩም ልባራህ ነገር ታልኩም ሕቶ ክታሓት ትኽእሉ ኢኹም ሕዚ ግን ብዛዕ ክሮማት ስኬል ሕፅር ብለለ መልክዑ ዝመስል ኣብ ኣሰር ሳውንድ ዩቱብ ቻነልና ኣቲኹም ኮመንት ሸር ላይክ ብምግባር ሳብስክራይብ ብምግባር ድጋፍኩም ግለፁና ምክንያቱም ሪማች